ክሳብ ትዕወት የዕሩኽ የብልካን ብጃክማ። ሓንቲ ሕቶ ክሓተካ ፍቐደለይ። ንገለ ነገር ኣዚኻ ኣበርቲዕኻ ሰሪሕኻ ትፈልጥ ዶ? ወላ ሓደ ሰብ ግን ዝተገደሰሉ ዘይነበረ። እቲ ሊንክ ናብ የዕሩኽትኻ ሰዲድካዮ ወላ ሓደ ዝመለሰ ኣይነበረን። ሓደ ቢዝነስ ጀሚርካ ትካል ከፊትካ ወላ ሓደ ዝድግፈካ ኣይነበረን። ሓገዝ ሓቲትካ ዝረኸብካዮ ግን ስቕታ ጥራዩ ነይሩ። እቲ ብኸቢድ መንገዲ ዝተመሃርክዎ ሓቂ ከካፍለካ ፍቐደለይ። ኣብ ናይ ህንጸት ግዜ እንተደኣ ኣለኻ ወላ ሓደ ሰብ ዓርክኻ ኣይኮነን። ድኹም ኣብ ዘለኻሉ፣ ገንዘብ እንተዘይብልካ፣ ኣብ ዘይምችኣካ ግዜ ንበይንኻ ኢኻ። እዚ ኣብ በይንኻ ውልቃዊ ኣይኮነን እንታይ ደኣ ዓለም ብከምዚ ኣገባብ እያ ትሰርሕ ስለዚ ኣይትብከ ተመሃር ሰባት ኣይኣምኑኻን እዮም ምክንያቱ ክልተ ቋንቋታት ጥራይ ስለ ዝርድኡ ውጽኢትን ዋጋን ኣብ 1999 ኣብ ቻይና እቲ ዝዓበየ ናይ ኢንተርነት ካምፓኒ ከም ዝሃንጽ ንሰባት ድሕሪ ምንጋረይ ስሒቖምኒ ኮዳት ክሰርሕ ኣይክእልን ሃብታም እውን ኣይነበርኩን ኣውፈርቲ ኣይነበሩንን ኣይኣሙንንን ኮታ ስለ ዝጸልኡኒ ኣይኮኑን፣ እንታይ ደኣ ወላ ሓንቲ ዘረጋገጽክዎ ነገር ስለ ዘይነበረ። ንዓለም እምነት ኣይትእውዳን ኢኻ፣ እምነት ክትክፈሎ ኣለካ። በይንኻ ምዃን መቕጻዕቲ ኣይኮነን፣ ህያብ እዩ። ኣብ ስቕታ ኢኻ ሓደገኛ ትኸውን፣ ኣብ ብሕታውነት እዮም ሓሳባት ሰዓቢ። ኩሉ ሰብ ቀረብቲ፣ ናይ ሰባት ዓንኬል፣ ማሕበራውነት ይደሊ እዩ። ንስኻ ግን ሓደ ሓያል ዝኾነ መርገጺ የድልየካ እዩ። ወላ ሓደ ሰብ እውን ምስ ዘይስዕበካ፣ በይንኻ ክትጓዓዝ ኣለካ። ብዛዕባ ናተይ ተነጽሎታት ክዕለካ ፍቐደለይ። KFC ናብታ ዝነብረላ ዝነበርኩ ከተማ ድሕሪ ምምጽኡ፣ ዕስራን ኣርባዕተን ሰባት ስራሕ ሓቲትና። ዕስራን ሰለስተን ሰባት ተቐቢሎም፣ ሓደ ጥራይ ተነጺጉ። ንሱ ድማ ኣነ'የ ነይረ። ናብ ዩኒቨርሲቲ መእተዊ ፈተና ክልተ ግዜ ተፈቲነ። ክልቲኡ ግዜ ወዲቐ። ናብ ሃርቫርድ ክኣቱ ዓሰርተ ግዜ ፈቲነ። ኣብ ኩሉ ተነጺገ። ዋላ ሓደ ዘጣቕዓለይ ሰብ ኣይነበረን። ወላ ሓደ ጃክ ኣብ ልዕሌኻ እምነት ኣለና ዝብለኒ ኣይነበረን። ወላ ስድራይ ከይተረፉ ከምዚ ዝስዕብ ኢሎምኒ፣ ስቕ ኢልካ ሓደ ኖርማል ዝኾነ ስራሕ ጥራይ ርኸብ። ምሕላም ኣቋርጽ። ኣነ ግን ንዓኣቶም ኣይስማዕኩምን፣ ምኽንያቱ ንዓይ ሓንቲ ዝተረፈትኒ ነገር ስለ ዝነበረት፣ እምነት ኣብ ልዕሊ ገዛእ ርእሰይ። ወላ ሓደ ሰብ ምስ ዘይመርጸካ ንስኻ ንገዛእ ርእስኻ ምረጽ። ኣብ ውጽኢት እምበር ጻዕሪ ዘይጽምበለላ ዓለም ኢና ንነብር ዘለና። ኣብ መዓልቲ ዓሰርተ ሸሞንተ ሰዓታት ትሰርሕ ወላ ሓደ ዘገድሶ ሰብ የለን ዕስራ ግዜ ትወድቕ ግን ከኣ ደጊምካ ትፍትን ሕጂ እውን ወላ ሓደ የለን ኣብ ትዕወተላ ግዜ ግን ኩሉ ሰብ የጠቓዕ ስለዚ ድማ እየ ኣነ ንመንእሰያት ጣቕዒት ክጽበዩ ከም ዘይብሎም ዝነግሮም ተቓውሞ ክጽበዩ ከም ዘለዎም ምክንያቱ ጣቕዒት ነቶም ዝጅምሩ ዘይኮነስ ነቶም ክሳብ መፈጸምታ ዝጸንሑ እዩ። ኣብ ጽምዋ ማለት ኣብ ስቕታ ናትካ ራኢ፣ ስነ መግባር፣ ዓቕሊ፣ ኣእምራዊ ጥንካረ፣ ጥዑያት ልምድታት ክትሃንጽ ኣለካ። ኣብዚ እዩ እቲ ናይ ብሓቂ ዓለም ዝህነጽ። ወላ ሓደ ዝርእየካ ሰብ የለን፣ ዘጠቓዓልካ ሰብ እውን የለን። ንስኻ ፖስት ዝገበርካዮ ዝግደሰሉ የለን። ኣብዚ ኢኻ ንስኻ ድማ ፈጺምካ ከተቋርጽ ዘይብልካ። እቲ ኣብ ስቕታ ኮንካ ትሰርሖ ስራሕ መቓልሑ ህይወትካ ምሉእ ክጸንሕ እዩ። እስከ ቀጺልና ብዛዕባ ደገፍ ንዛረብ። የዕሩኽትኻ ጻዕርኻ ክርድኡልካ ትደሊ፣ ኣባላት ስድራቤትካ ራእኻ ክማቐሉ። እዚ ሓደገይጋ ዝኾነ ርድኢት እዩ። ናትካ ሕልሚ ክሓልሙ ናታቶም ስራሕ ኣይኮነን፣ እዚ ናትካ ስራሕ እዩ። መብዛሕትኦም ሰባት የፍቅሩኻ እዮም፣ ግን ክሳብ ናታቶም ደረጃ ኣተሓሳስባ ጥራይ። ኣባላት ስድራቤትካ ከተቋርጽ ምስ ዝነግሩኻ ኣይትሕረቕ። የዕሩኽትኻ ምስ ዘይድግፉኻ ኣይትበሳጮ። ተጠቀመሉ ከም ነዳዲ። ከምዚ ኮይኑ ከምቲ ህነጽ ጥራይ። ምትብባዕ ኣይኮነን ዘድልየካ ዘሎ። ሓደ ሲስተም እዩ። ኣንጊህኻ ተስእ ዘጣቕዓልካ ሰብ የለን። ካልኦት እንዳተዛነዩ እንከለዉ ኣጽንዕ። ዝርእየካ የለን። ምቹእነት ከም መስዋእቲ ትኸፍል። ዘመስግነካ ሰብ'ውን የለን። እቲ ውጽኢት ድሕሪ ምምጽኡ ግን ክመጹ እዮም ከምዚ ብምባል ድማ ይሓቱ ከመይ ጌርካ ጌርካዮ መልስኻ ድማ እዚ ዝስዕብ እዩ ኣነ ንበይነየ ጌረዮ ወላ ሓደ ዝኣመነኒ ኣይነበረን እዛ ዓለም ብተቃውሞታትን ነቐፌታን ዝመልእት እያ እንተ ወዲቕካ ይስሕቁኻ እንተ ተዓዊትካ ኣቐዲሞም ይፈልጡ ከም ዝነበሩ ኮይኖም ይቐርቡ ክትሓርቕ ዘይኮንካስ ክትመሓየሽ እዩ ዘለካ ኣይትካታዕ መርገጺኻ ክትገልጽ ብዙሕ ኣይትጽዓር ቅንዕናኻ ክተረጋግጽ ኣይትፈትን ብስቕታ ተዓወት ውጽኢትካ ክዛረቡ ግደፎም ምኽንያቱ እንተ ተዓዊትካ ቆላሕታ ጥራይ ኣይኮንካን ትረክብ ሓይሊ እውን ትረክብ ኢኻ ቃንዛ ኣሰልጣኒኻ እዩ ጽምዋ ናይ ውልቅኻ ጅም እዩ ተነጽሮ ተነጽሎ መምህርካ እዩ ኩሉ ግዜ ሰብ ሓቲትካዮ ኖ ምስ ዝብለካ የቐኔለይ ኢልካ ጉዕዞኻ ቀጽል ሓያል ክትከውን እንተ ደሊኻ ዓለም ቃንዛኻ ክትርድኣልካ ምጽባይ ኣቋርጽ ተጠቀመሉ ንቃንዛኻ ልምምትካ ግበሮ በሰላኻ ናትካ ስትራተጂ ይኹን ክትዕወት ኢኻ እቲ መንገዲ ግን ነዊሕ እዩ መወዳእትኡ ድሕሪ ምዕዋትካ ግን እቶም ናይ መጀመርታ መዓልታት ኣይትረሳዓዮ እቲ ጥርሑ ዝነበረ ክፍሊ ኣይትረሳዓዮ እቶም ነዋሕቲ ለይትታት እቲ ጥርጥር ስቕታ እቲ ጽምዋ ምሳኻ ተሰከሞ ምኽንያቱ ምቕሉል ኴንካ ክትከይድ ክሕግዘካ እዩ ድሕሪ ምዕዋትካ ሰባት ናትካ ምስጢር ክፈልጡ ክደልዩ እዮም። ሰባት ክብሉ እዮም ከመይ ጌርካ ማዕረ ክንዚ ቀልጢፍካ ተዓዊትካ? ንስኻ ግን ቁልጡፍ ከም ዘይነበረ ክትዝክር ኢኻ። ዓመታት ዝኣክል ናይ ቃንዛ ግዜ፣ ኣሽሓት ጌጋታት፣ መወዳእታ ዘይብሎም ናይ ጽምዋ ግዜያት ይግብኣካ እዩ። ዓለም ኣብ ልዕሌኻ እምነት ስለ ዝነበራ ኣይኮነን፣ እንታይ ደኣ ንስኻ ዝኣክል ግዜ ንገዛእ ርእስኻ ስለ ዝኣመንካ እዩ። ኣብዚ ግዜ እዚ በይንኻ ትሃንጽ ተደኣ ኣለኻ ኮንካ፣ መልእኽተይ ነዚ ይመስል ጉዕዞኻ ቀጽል በይንኻ ትጉዓዝ ተደኣለኻ ኮንካ ጽቡቕ ንስኻ ኢኻ ኣብ ቁጽጽር ዘለኻ ካብ ሰብካ ኣይደሓርካን ኣይጠፋእካን በይንኻ ህነጽ በይንኻ ተጉዓዝ በይንኻ ተዓወት እሞ ሓደ መዓልቲ ኣነ ኩሉ ግዜ ኣብ ልዕሌኻ እምነት ኔርኒ ክብሉ እዮም ፈሸኽ ብምባል የቐንየለይ ኢልካ ጉዕዞኻ ቀጽል። ትስፉው እንተ ደኣ ዀንካ ኵሉ ግዜ ዕድል ኣለካ። ሰባት ኣብዚ ግዜ እዚ ከይተረፈ ሓደ ዓይነት ሕቶ እዮም ዝሓቱኒ፣ ጃክ ዕድላት ኣበይ ኣሎ? ስራሕ የብለይን፣ እዚ የብለይን፣ እቲ የብለይን። እቲ ዝበለጸ ዘለካ ጸጋ ንእሽቶይ ምዃንካ እዩ። ብፍጹም ኣይተማርር። ካልኦት ከማርሩ ግደፎም። ሰባት ከማርሩ ዕድላት እዮም ዝሓልፍዎም። ንነገራት ብኸመይ ፍሉያት ክትገብሮም ከም እትኽእል ሕሰብ። ድሕሪ ምሕሳብካ ከተተግብሮም ጀምር። ኣነ ኣዝዮም ብዙሓት ሰባት መንእሰያት ምሸት ምሸት ብሉጽ ሓሳባት ዘለዎም ርእየ ኣለኹ ንግሆ ግን ልክዕ ከምተን ዝሓለፋ መዓልታቶም ናብ ልሙድ ስርሖም ይኸዱ ናይ ብሓቂ ወናኒ በዓል ትካል ክትከውን ተደሊኻ ቅድሚ ካልኦት ሰባት ነቶም ነገራት ምግባሮም ንስኻ ክትገብሮም ክትክእል ኣለካ ቅድሚ ካልኦት ምትስኦም ክትስእ ኣለካ ካብቶም ካልኦት ንላዕሊ ዝተባዕካ ክትከውን ኣለካ ኣነ ንእሽተይ እንከለኹ ናብ ዌስት ሌክ ዝበሃል ይኸይድ ነይረ ኣብኡ ሆቴል ነይራ ኣዝኦም ብዙሓት ወጻእትን ወጻእተኛታት በጻሕቲ ዝበጽሕዋ ኣነ ኩሉ ግዜ ሰዓት ሓሙሽተ ቋንቋ እንግሊሽ ንምምዕባል ናብኡ ይኸይድ ነይረ ወጻእተኛታት ይመፁ ኣነ ድማ እንግሊሽ ይለማመድ ኣብቲ ግዜ እቲ ስለምንታይ ከምኡ ይገብር ነይረ ኣይፍለጠንን እዩ ግን ኩሉ እቶም ወጻእተኛታት በጻሕቲ ዝነግሩኒ ካብቲ ስድራይ መምሃራነይ ጋዜጣታት ናይ ዓድና ዝነግሩኒ ብጣዕሚ ፍሉይ ኮይኑ ረኺብዮ ስለዚ ካብዚ ግዜ እዚ ኣትሒዘ ንነገራት ብናይ ገዛ ርእሰይ ሓንጎል ክሓስቦም ጀሚረ ንስድራይ ኣይሰማዕኩን ንየዕሩኽተይ እውን ከምኡ ንኽትሓስብ ናይ ገዛ ርእስኻ ሓንጎል ተጠቀም